ልብወለድ ታሪኽ ፍልስፍና ብወስታይን ጎርደር ትርጉም ተኬ በየነ ተራኺ ተስፊት ዮሃንስ ምዕራፍ ዕስራን ሓደን መወዳእታን ክፋል ጓይላ ጀርዲን ጻዕዳ ኳኽ ሊላይ ኣብ ዓራታ ኮፍ ኢላ ኣብ ሓሳባት ተዋሕጠት ክልቲኡ ኢዳዋ ነቲ ጽሑፋ ጨቢጡ ከሎ ዘንቀጥቅጥ ዘሎ ዀይኑ ተሰምዓ። ዳርጋ ሰዓት ሸውዓተ ዀይኑ ነበረ። ንኽልተ ሰዓት ዝኣክል ብዘይ ምቍራጽ እኳ ተንበብ እንተ ነበረት፣ ክልተ ደቒቕ ዝሓለፈ እውን ኣይመሰላን። እናንበበት፣ ሓንሳብ ሓንሳብ ኣብ መንጎ ንበይና ትስሕቕ። ኣብ ጥቓኣ ሰብ ከይህሉ ኸኣ ቍሊሕ ትብል። ንበይና ምዃና ጽቡቕ እዩ ዀይኑላ። ንኽልተ ሰዓት ዝኣክል ዘንበበቶ፣ ሶፍያ ኣቓልቦ እቲ ማጆር ናብኣ ጥራይ ከም ዘተኩር ንኽትገብር ኣልበርቶ ሓደራ ምስ በላያ ንገዝኣ ተበጊሳ። ኣብ መንገዲ ሓደ ጎብየ ኣብ ድርዑን እግሩን ቀርቂሩ መልእኽቲ ሂብዋ። ሌላይ ቀደም ንእሽቶ ከላ ኣቦኣ ኣብ እዋን ድቃስ ዘንብበላ ዝነበረ መጽሓፍ ዘከረት። ምስታ መጽሓፍ ዝተተሓሓዘ ምስ ኣቦኣ ዝረዳድእሉ ጥራይ ሓደ ምስጢራዊ ቋንቋ ፈጢሮም ከም ዝነበሩ፣ ትዝ በላ። ሶፍያ ድማ ንመጀመርያ ግዜኣ ኣብ እንዳ ሻሂ ኣትያ ኣልበርቶ እኮ ንሶፍያ ጸሊልዋ እዩ፣ ግሩም ገይሩ ወዲቡ ኣጠሚቕዋ እዩ። እዋእ ብዛዕባ ህላውነት ናይ ሳርት ክልሰ ሓሳብ እውን ዘገርም እዩ። ሌላይ ቅድሚ ሓደ ዓመት ናይ ቆጸራ ከዋኽብቲ መጽሓፍ ዝዓደገታ ዘከረት። ብድሕሪኡ እውን ጥምሮ ናይ ትንቢት ካርታ ቀጺላ ብዛዕባ መንፈሳውነት ዝዓደገቶ መጻሕፍቲ በብሓደ ዘከረቶም። ኣቦኣ ብዛዕባ ማሪት ይኹን ስነ ኣእምሮ ደጋጊሙ ይምህራን ይምዕዳን ነይሩ እዩ። ምኽንያቱ ንኹሉ ከምኡ ዝበለ ሃጠውቀጠው ተጠንቂቓትሉ ክትዓቢ እዩ ዝደልያ ነይሩ። ሕጂ ድማ እንሆ በዚ ጥማር ጽሑፋት ገይሩ ሸቶ ወቒዑ። እዚ ኩሉ እናሓሰበት ብዝያዳ ዘደንጹ ኮይንዋ ዘሎ ናይ ሶፍያ ጉዳይ እዩ። መን እያ ሶፍያ? ካበይ መጺኣ? ስለምንታይ ኣብ ህይወት ሊላይ ትኣቱ ኣላ? እቲ ካልኣይ ዘገርም ጉዳይ ከኣ ሶፍያ ብዛዕባኣ ዝምልከት መጽሓፍ ተቐቢላ እዚ ሕጂ ኣነ ዘንብቦ ዘለኹ ጥማር ጽሑፋት ድዩ እቲ ናይ ሶፍያ መጽሓፍ? ዋላ ይኹን ሓደ ሰብ ብዛዕባኡ ዝተጻሕፈ መጽሓፍ ኣብ ዕዳጋ ከመይ ገይሩ ክህሉ ይኽእል? ሕጂ ሶፍያ ነታ መጽሓፍ ምስ ኣንበበታ እንታይ ክትብል እያ? እዚ ጕዳይ ብኸመይ እዩ ክዛዘም? እዘን ተሪፈናን ዘለዋ ጽሑፋት ሒደት እየን፣ መወዳእትኡ እንታይ ክኸውን እዩ? ካብ ዓራታ ከይወረደት ብጭንቀት ተዋሕጠት። ሶፍያ መጽሓፋን ዝዓደገቶ ጥቕላልን ሒዛ ምስ ኣዲኣ ኣብ ኣውቶቡስ ተራኸባ። ኣደይ ነዛ መጽሓፍ ምስ ረኣየታ፣ እንታይ ክትብል እያ? ኢላ እናሓሰበት ኣብ ሳንጣኣ ክትሓብኣ ፍሕትሕት በለት። ሶፍያ፣ ኣብ ኣውቶቡስ ተራኺብና? ንዕበል ምሳይ ኮፍ በሊ። እንታይ መጽሓፉ ደኣ ሒዝኪ? ክርእያዶ? ከመይ ዓዲክያ? ኣይዓደክዋን ኣልበርቶ እዩ ዓዲጉለይ ንሱስ ኣይገድፍን እዩ ብኣካል ንክረኽቦ መቸም ተሃዊኸ እየ ዘለኹ እሞ ክሪኣ ዶ ገዛና ክሳብ ንበጽሕ ባይ ትታወኽ ማማ ኣርእስታን ትሕዝትኣን ጥራይ ግንጽል ኣቢለ ክሪኣ ብምባል ኣዲኣ ኣብታ ቀዳመይቲ ገጽ ገንጺላ ዓው ኢላ ከተንብብ ጀመረት ሶፍያ ኣማንዮስ ካብ ቤት ትምህርቲ ንገዝኣ ክትከይድ፣ መሓዝኣ ዮሃና ክሳብ ፍርቂ መንገዲ ምስኣ ተጓዕዘት። ክልቲኤን ከኣ ብዛዕባ ሮበትስ ክዕልላ ጀመራ። ኣዲኣ ነዚ ምስ ኣንበበት ብስምባደ ልባ ክወቅዕ ጀመረ። እዋእ! ከምኡ ተጻሒፉ ኣሎ? ሓተተት ሶፍያ እውን ደንጽዩዋ። ነታ መጽሓፍ ብገበራ ጥራይ እያ ሪኣታ ነይራ። እወ ተጻሒፉ። ንዕኡ እኮ'የ ዘንብብ ዘለኹ። ደራሲኣ ድማ ኣልበርት ከይሲ ዝብሃል ናትካ ኣልበርቶ እሞ መን እዩ ምሉእ ስሙ? ገና ካብ ስንባደኣ ኣይተበረበረትን። ኣልበርቶ ቀይሲ እዩ ዝብሃል። መለሰት ሶፍያ። እዚ ጉዳም ሰብኣይ እዩ። ስሙ ቀይሩ ብዛዕባኺ ምሉእ መጽሓፍ ጽሒፉልኪ። ዘገርም እዩ። ኣደ ኣይንስን እዩ። ኣይትተሃወኺ እባ ትፈልጥዮ ዘይብልኪ ከምኡ ትብሊ። በለት ሶፍያ ትብሎ ስለ ዝጠፍኣ እወ ጓለይ ዝፈልጦ የብለይን ብዝኾነ ጽባሕ እኳ እያ እታ በዓልኪ ሽዑ ድማ ኩሉ ነገር ዝበርህ መሲሉኒ ኣሎ ኣልበርት ከይሲ ኣብ ፍጹም ዝተፈልየ ክውንነት እዩ ዘሎ ከምኡ ስለ ዝኾነ ከኣ እዩ እዛ መጽሓፍ እዚኣ ጻዕዳ ኳኹ ተባሂላ ኦሆ ሕጂ ከኣ ጀሚርኪ ካብ ጻዕዳ ማንቲለ ናብ ጻዕዳ ኳኹ ውያ ማንቲለ ከ እንታይ በሊዕዋ ወላ ሓንቲ ነገር እኮ እዩ ዘይርዳእኪ ካብ ኣውቶቡስ ወሪደን ንገዝአን ኣምርሓ ሽዑ ምሸት ንበዓል ዝኸውን ምድላዋት ክገብራ ኣምሰያ ንጽባሒቱ ንዝተረፈን ናይ ክሽነ ስራሓት ወዲኤን ጠረጴዛታትን መናብርን ክሰርዓን ክስልማን ከለዋ ዮሃና ክትሕግዘን መጸት ኣጋይሽ ዝመጹሉ ሰዓት ቅድሚ ምእካሉ ኩሉ ዘድሊ ተዳልዩ ተወዲኡ እዩ። ብማዕዶ እቲ ጀርዲን ብዘንጸባርቕ መሰለሚታት እቲ ኣግራብ ብሕብራዊ መብራህትታት ወቂቡ ምስ ረኣየኦ ሶፍያን ዮሃናን ኣዝየን ተሓጎሳ። ኣደ ሶፍያ እውን ጓላን መሓዛኣን ባህ ስለ ዝበለን ንሳ እውን ብልባ ተሓጎሰት። ጠረጴዛታት ዝተፈላለየ መግቢ፣ ሰላጣ፣ ኣሕምልትን ፍረታትን፣ ናይ ቤተን ዝተፈላለየ ልስሉስ መስተን ሓሓሊፈን ሰርዓሉ። ኣብ ማእከል ከኣ ነታ ሶፍያ ዳሕራይ እትቖርሳ ዓባይ ቶርታ ቦታ ገደፋላ። ዕዱማት ኣጋይሽ በብሓደ በብኽልተ በብጉጅለ ክመጹ ጀመሩ። ኣቐዲመን ግን ሰለስተ መማህርት ኣዋልድ መጻ። ናይ ሓጋይ ክዳውንቲ ተኸዲነን ተኳሒለንን ጸቢቐንን እየን መጺኤን። ስዒቦም ዝመጹ ዳዊትን ኤርምያስን እዮም። ንሳቶም እውን ሰብኡት ዘምስሎም ክዳን ተኸዲኖም ስለ ዝነበሩ፣ ኣብቲ ጀርዲን ክኣትዉ ከለዉ፣ ዝሓነኹ ክመስሉ ቁጽይጽይ እናበሉ'ዮም ናብ ሶፍያ ቀሪቦም። ኩሎም መሳቱኣ ከቢቦም እናሰሓቑ እናጨረቑ ደስትኦም ገለጹላ። ሶፍያ'ውን እናሰሓቐት ጨረቐትሎም። ኤርምያስን ዮሃናን ኣቐዲሞም ብዓይኒ ፍቕሪ ክጠማመቱ ከም ዝቐነዩ ዘስተብሃለት ሶፍያ፣ ሕጂ'ውን ተቐራሪቦም ርእያ፣ ጭርቃን ኣዝነበትሎም። ኩሎም ዝተረፉ ኣጋይሽ ስዒቦም ኣተዉ። ነፍሲ ወከፍ ጋሻ በብዓቕሙ ህያብ ተማሊኡ ስለ ዝመጸ፣ ሶፍያ ኩምራ ህያባት ተቐበለት። መብዝሕትኦም ፍልስፍናዊ ህያብ ምምጻእ ስለ ዝሓርበቶም፣ ኣብ ካርድታት'ዮም ፍልስፍናዊ ጥቕስታት በብዓቕሞም ጽሒፎም ንሶፍያ ኣበርኪቶምላ። ብተወሳኺ ሶፍያ ሓንቲ ናይ ፍልስፍና መዝገበ ቃላትን ሓንቲ መዓልታዊ ፍጻሜታት እትምዝግበላ ደብተር ምስ መፍትሓ ተቐበለት። ኣጋይሽ ዳርጋ ኩሎም መጺኦም ኣብቲ ጀርዲን ዝተቐረበሎም መስተ እናመዓጉ ክዕልሉ ጀመሩ። ኣደ ሶፍያ ንኹሎም ኣጋይሽ እናተላለየቶም ከም ኣሰላፊት ከኣ ብልዑ፣ ስተዩ፣ ተሓጎሱ ብምባል ትዘውር፣ ተእንግድ። ሽዑ ስድራ ዮሃና ዝሓዘት ጻዕዳ መርሰዲስ መኪና ኣብ ኣፍ ደገ እቲ ጀርዲን ጠጠው ምስ በለት ኣዒንቲ ጋይሽ ሰሓበት። ኣቦ ዮሃና ናይ ሓንቲ ናይ መድሕን ትካል ሓላፊ እዩ። ተኸዲንዎ ዝነበረ ጸሊም ባኖ፣ ጻዕዳ ጥቢቆን ከራባታን እታ ሰበይቲ እውን ቀይሕ ስረን ሰማያዊ ጁባን ለቢሶም ክኣትዉ ከለዉ ፍሉያት ፍጥረት ከም ዝመጹ ኣዒንቲ ዕዱማት ኣጋይሽ ብምሉኡ ናብኦም ኣተኮረ። ቀሪቦም ሶፍያን ኣዲኣን ብፍሽኽታ ክቕበልኦም ከለዋ፣ ሶፍያ ብውሽጣ፣ እዛ ሰበይቲ ነታ ብቖልዓይ ከለኹ ዝነበረትኒ ባምቡላ ትመስል ኢላ ሓሰበት። ጥቕላል ኣውጺኦም ንሶፍያ ምስ ኣሕቆፍዋ፣ እታ ህያብ ብኣጋጣሚ ባምቡላ ኮይና ረኸበታ። ዮሃና ኣቦኣን ኣዲኣን ዘምጽእዋ ህያብ ምስ ረኣየት ነድያ ማማ ተጸሊልኩም ዲኹም ሶፍያ እኮ ካብ ሕጂ ንኔው ምስ ባምቡላ ክትጻወት ኣይኮነትን በለታ ንስልማት ይኸውን ኢልና ኢና መሪጽናያ ደሓን በለት ኣዶ ዮሃና ብዝኾነ ሶፍያ ብውሽጣ እናሰሓቐት ንኸልቲኦም ኣመስገነቶም ብድሕርዚ ኣጋይሽ ናብ ጠረጴዛ ኮፍ ክብሉ መናብር ሓዙ። ኣልበርቶ ግን ኣይመጸን። ንሱ ናይ ክብሪ ዕዱም ብምዃኑ ኸኣ መግቢ ክጅመር ድዩ ኣይጅመርን ንሶፍያን ኣዲኣን ኣተሓሳሰበን። ኣልበርቶ ኮፍ ዝብላ መንበር ኣብ ማእከል ኣጋይሽ ቦታ ገዲፈናሉ እየን። ኣጋይሽ ቦቦትኦም ክሕዙ ከለዉ ኣልበርቶ ካኪ ክዳን ተኸዲኑ ናይ ወታደራት ጃኬት ወድዩ ምስ ጭሕሙ ቀልቀል በለ። ኩሉ ሰብ ኣዒንቱ ተኸለሉ። ንሱ ንሶፍያ ዓሰርተ ሓሙሽተ ዕምባባ ጽጌሬዳ ከሕቁፋ ከሎ ኣብ ክሳዱ ተጠምጢማ ኣብ ምዕጉርቱ ሰዐመቶ። ኩሎም ዕዱማት እንታይ ዓይነት ናይ ክብሪ ጋሻ እዩ ዝመጽእ ኢሎም ብሃንቀውታ ይጽበይዎ ስለ ዝነበሩ ንዕኡ ጥራይ ይጥምቱ። ኣልበርቶ ክልተ ናይ በዓል ጠራዕራዕቲ ወሊዑ ሓንቲ ኣብኦም እታ ሓንቲ ድማ ኣብ ጫፍ ናይታ ዓን ዓባያ ዝተሰርሐት ከባብ ኣጉዶ ሰዂዑ ተመሊሱ ኣብ መንጎ ሰፊያን ኣዲኣን ኮፍ በለ። ሎም ምሸት ኣብ መንጎኹም ብምርካበይ ኣዝየ ተሓጒሰ ኣለኹ። በለ። ስድራ ዮሃና እውን ተገሪሞም ዓይኑ ዓይኑ ጠመትዎ። ኣዶ ሶፊያ ብምምጽኡ ኣዝያ ተሓጐሰት። ኣብ ቅድሚኣ ዘሎ ብርጭቆ ብማንካ ቅልው ቅልው ኣቢላ ብምውቃዕ ዕዱማት ናብኣ ከድህቡ ሓበረት። ክቡራት ዕዱማት፣ በብሓደ'ኳ እንቋዕ ደሓን መጻእኩም ኢልናኩም እንተ ነበርና፣ ሕጂ ኸኣ ብእኩብ እንቋዕ ደሓን መጻእኩም እብል። ሕጂ ነቲ ንጽበዮ ዝነበርና ናይ ክብሪ ዕዱም ኣልበርቶ ሓቢርና እንቋዕ ናብ ናይ ሶፍያ ጓለይ ፍልስፍናዊ ምሸት መጻእካ ንበሎ። ኣልበርቶ ዓርከይ ኣይኮነን። በዓል ቤተይ ብስራሕ ፍቖዶ ባሕሪ ኮለል ዝብል'ኳ እንተኾነ፣ ብድሕሪኡ ካልእ ዓርኪ ክሕዝ ብስነ-ምግባር ባህልና ፍቑድ ኣይኮነን። ይኹን እምበር እዚ ትርእይዎ ዘለኹም ወረጃ ሰብኣይ ናይ ሶፍያ ጓለይ ናይ ፍልስፍና መምህር እዩ። ጠራዕራዕ ምውላዕ ጥራይ ኣይኮነን ክእለቱ። ካብ ወጥዋጥ ባርኔጣ ጻዕዳ ማንቲለ ጻዕዳ ኳኽ መሰስ ኣቢሉ ከውጽእ ዝኽእል ሰብ እዩ። ሶፍያ ከይጋገ ኣርምኒ። ምስ በለት ኩሉ ሰብ እናሰሓቐ። ብጣቕዒት ሓጎሱ ገለጸ። ኣልበርቶ'ውን ብጥዑም ቃላት ኣመስጊኑ ምስ ዕዱማት ተንሲኡ ንሶፍያ እንቋዕ ኣሕጎሰኪ ንምባል ብርጭቆ ኣልዒሉ ሰናይ ትምኒቱ ገለጸ። ብልዕን መስተን ሰሓቕን ዕላልን ምስ ኣብቅዐ ሶፍያ ዝቐረበላ ቶርታ ክትቆርስ ተቐረበት። ኣደ ሶፍያ ደጊማ ብርጭቆ ብማንካ ወቒዓ ክትዛረብ ተንስአት። ነዊሕ መደረ ክህበኩም መደብ የብለይን። ሶፍያ ጓልና ሓውያ ሓፍቲ ዘየብላ ሓንቲ እያ ብዙሕ ድማ ኢና ነፍቅራ እዛ ትሪእዋ ዘለኹም ሕብስቲ ካብ ላዕለዋይ ጫፍ ጀሚራ እናገፍሐት እያ ተሰሪሓ ኣብ ላዕለዋይ ጫፍ ንእሽቲ ዓንኬል ብስኮቲ ኣላታ ከምኡ እናበለት ከኣ ክሳብ ታሕቲ ዕስራን ኣርባዕተን ዓንኬላት ቢስኮቲ ኣለዋ ብላዕሊ ጀሚርና በብሓደ ክንወስድ ከለና እተን ዓንኬላት እናዓበያ እየን ዝኸዳ ስለዚ እቶም ካብ ላዕሊ ትጅምሩ ክልተ ውሰዱ እሞ እቶም ናይ የታሕቲ እትወስዱ ከኣ ሓንቲ ኣብ ክልተ ተማቐልዎ። ትርጉሙ ዓመታት እናወሰኹ ዓንኬላትካ እናዓበዩ ይኸዱ። ህይወት ከኣ ከምኡ እያ። ብንእሽቶ ዓንኬል ጀሚራ እናዓበየት እያ ትኸይድ። ሶፍያ ጓለይ ናይ ዓሰርተ ሓሙሽተ ዓመት በዓልኪ ብሩኽ ክግበረልኪ። ኢላ ዘረባኣ ዛዘመት። ጣቕዒት ዕዱማት ከኣ ሰዓበ። ሶፍያ ብዘረባ ኣዲኣ ተገረመት። እዚ መደረ ንህይወታ ድያ ትገልጽ ነይራ ወይስ ንህይወተይ?

ኣልበርቶ ኣብ ጉንዲ እዝኒ ሶፍያ ጽግዕ ኢሉ ንሱ ንእሽቶ ዘረባ ክገብር ከም ዝደሊ ሕሹኽ በላ። ሶፍያ ብኢዳ ጠቒዓ ንዕዱማት ሓንሳብ ስቕታ ክገብሩ ሓተተት። ኣልበርቶ ተንሲኡ፣ ፍቕርቲ ሶፍያ፣ እዚ በዓል እዚ ፍልስፍናዊ በዓል ኢልኪ ስለ ዝሰመኽዮ ኣነ ድማ ንእሽቶ ናይ ፍልስፍና መደረ ክገብር እየ ምስ በለ ኩሎም ዕዱማት ተሓጒሶም ኣጣቕዑ። ኣብዚ ውዑይ ደም መንእሰያት ዝዓብለሎ በዓል፣ ንሶፍያ እንቋዕ ባህ በለኪ ምባል ከይረሳዕና፣ ንእሽቶ ርትዒ ድርብይ ከብል ኣፍቅዱለይ። ኢሉ ክጅምርን ድምጺ ነፋሪት ኣብ ልዕሊኦም ክስማዕን ሓደ ኮነ። ኩሎም ንሰማይ ምስ ኣንቃዕረሩ ከኣ፣ ኣብ ድሕሪ ሓንቲ ንእሽቶ ነፋሪት፣ እንቋዕ መበል ዓሰርተ ሓሙሽተ ዓመተ ልደት ክብጽሓኪ ዝብል ጽሑፍ እናንበልበለ ረኣዩ። ዝያዳ ጫውጫውን ጣቕዒትን ተደርጕሐ። ጫውጫው ምስ ሃደኣ፣ ኣደ ሶፍያ ብዝያዳ ታሕጓስ ተፈንጪሓ፣ ኣይበልኩኹምን? ኣልበርቶ ዘይገብሮ ነገር የለን! በለት። ኣልበርቶ ቀጺሉ፣ የቐንየለይ፣ እዚ ግን ዓቢ ነገር ኣይኰነን። ቀንጠመንጢ እዩ። ኣብ ዝሓለፈ ሰሙናት፣ ኣነን ሶፍያን ስፍሕ ዝበለ ፍልስፍናዊ ምርምር ኢና ኽነካይድ ቀኒና። ሕጅን ኣብዝን ከኣ ኩሉ ዝዳህሰስናዮ ክንገልጾ ኢና። ነቲ ኣዝዩ ዓሚቝ ናይ ህላውነትና ምስጢር ከነብርሆ ኢና። ካብ ናይ ጥንቲ ግሪኻውያን ፈላስፋታት ጀሚርና ክሳብ ዘለናዮ ዘመን ፍልስፍና ኣዝዩ ጥልቕ ዝበለ መጽናዕቲ ምስ ኣካየድና፣ ኣነን ሶፍያን ኣብ ኣእምሮ ናይ ሓደ ኣብ ሊባኖስ ዘሎ ማጆር ንነብር ከም ዘሎና ተገንዚብና። እዚ ማጆር'ዚ ኣብ ሊባኖስ ኣባል ዓቃብ ሰላም ሰራዊት እዩ። ብዛዕባይን ብዛዕባ ሶፍያን መጽሓፍ ጽሒፉ ድማ ንጓሉ ወፍዩላ። ጓሉ ሊላይ ኣልበርት ከይሲ ይስማ። ምስ ሶፍያ መሳቱ ስለ ዝኾና ኸኣ ንሳውን መበል ዓሰርተ ሓሙሽተ ዓመት ዕድሚኣ ዓሰርተ ሓሙሽተ ሰነ ኣብ ዝሓለፈ ሰሙን እዩ ነይሩ። ኣቦኣ ነታ ዝጸሓፋ መጽሓፍ ብጸሓፊት መኪና ባዕሉ ጽሒፉ ኣብ ፋይል ጠርኒፉ ጓሉ ኣብ መዓልቲ ልደታ ሂቡዋ ኣብ ትርኣሳ ከም ትጸንሓ ገይሩ። ሕጂ ኣነ እናተዛረብኩ ከለኹ፣ ጓሉ ነታ መጽሓፍ እናንበበት በጻብዕታ ትግንጽል ዘላ ኮይኑ ይስምዓኒ ኣሎ። ኣልበርቶ ዝናበለ፣ ኩሎም ዕዱማት ብዘገርም ጸጥታ ዓይኒ ንዓይኑ እናጠመቱ ብተምሳጥ'ዮም ዝሰምዕዎ ነይሮም። ስለዚ ህላወና ኣውሪድካ ደይብካ፣ ኣብ ናይ ሊልያ ጓል ማጆር መዓልቲ ልደት'ዩ ዝጥቕለል ክበሃል ይከኣል። ኣነን ሶፍያን ንናይ ጓሉ ትምህርቲ ፍልስፍና ከነመቅር ኢና ተፈጢርና። እዚ ማለት ንኣብነት እታ ኣብ ኣፍደገ እትርእይዋ ዘለኹም መርሰድስ መኪና ናይ ሓንቲ ሳንቲም ክብሪ እውን ዘይብላ ከም ቀንጠመንጢ እያ ማለት እዩ። ከምቲ ኣብ ሊባኖስ ጸሓይ ከይተውቅዖ ኣብ ትሕቲ ጽላል ዓርኮብኮባይ ኮፍ ኢሉ ዘሎ እሞ ጻዕዳ መርሰዲስ ኣብ ኣእምሮኡ ተሳኢላ ዘላ ማጆር እያ ማለት እዩ። እንታይ ዓይነት ሃጠውቀጠው ዘረባ እዩ እዚ? በለ ኣቦ ዮሃና ተቖጢዑ። ኣይትቆጣዕ ርኢቶኻ ምሳኻ ኣሎ ይኹን እምበር ከም ሓቂ እዚ ናይ ጀርዲን ፌስታ ንባዕሉ እውን ሃጠው ቀጠው እዩ ዝብላዕ ቁም ነገር እንተ ደኣ ሃልይዎ እዚ ኣነ እዛረቦ ዘለኹ ጥራይ እዩ ወስኸ ኣልበርቶ ንሕና ብዘሎና ዓቕሚ ንኹሉ ዘስግእ ተርእዮታት መድሕን ክንገብረሉ ላዕልን ታሕትን ንብል እዚ ኣነ እፈልጥ በሃላይ እዚ ድማ ፍልስፍና ወዲ ፍልስፍና ብምባል ሃጠው ቀጠው ኢኹም ይብለና። በለ ኣቦ ዮሃና ተንሲኡ ብምቝጣዕ። ነዚ ዝዛረቦ ዘለኹ ፍልስፍናዊ ፍልጠት ዝሽፍን እኳ ዝኾነ ዓይነት መድሕን ኣይትረኽበሉን ኢኻ። ንሕና ንዛረበሎም ዘለና ብዛዕባ እቶም ካብ ባህርያዊ ሓደጋታት ንላዕሊ ዝኸፍኡ ኩነታት እዮም። ነዚኣቶም ዝሽፍን መድሕን ከኣ የብልካን። እዚ ባህርያዊ ሓደጋ ኣይኮነን። እዎ ኣይኮነን፣ ናይ ህላውነት ሓደጋ እዩ። ንኣብነት፣ ኣብ ውሽጢ እዚ ቆጥቋጥ ገጽካ ቁሊሕ እሞ በል። እንታይ ማለተይ ምዃኑ ክትግንዘብ ኢኻ። ንስኻ ነቲ መላእ ህይወትካ ዘዕኑ ተርእዮ መድሕን ኣይትረኽበሉን ኢኻ። ልክዕ ከምኡ ድማ ጸሓይ ንኸይትዓርብ ኢልካ መድሕን ኣይህልወካን እዩ። ኣልበርቶ እናተዛረበ ከሎ፣ ኩሉ እቲ ኣብኡ ዝነበረ ተሳታፊ እናረኣየ፣ ዮሃናን ፈታዊኣ ኤርምያስን ኣብ ቅድሚ ኩሉ ሰብ ተሰዓዒሞም ከይኣኽሎም ኣብ እግሪ እቲ ቖጥቋጥ ተሓቛቒፎም ፈፈው ይብሉ ስለ ዝነበሩ እዩ ኣልበርቶ ንኣቦ ዮሃና ከም ኣብነት ጠቒሱ ዝኣመተሉ። ኣቦ ዮሃና ውሩይን ርኹብን ናይ መድሕን ሓላፊ ስለ ዝኾነ እዩ ተቖጢዑ ንኣልበርቶ ተቓዊሙ ዝካታዕ ዝነበረ። ኩሎም ዕዱማት መንእሰያት ግን ብዘረባ ኣልበርቶ ተመሲጦም ዘረብኡ ከየቋረጸ ክቕጽል ጫቝጫቝ በሉ። ኣቦ ዮሃና ሕጂ ብዚሕካዮ ካብዚ ንላዕሊ ከኣ ክንጻወረካ ኣይንኽእልን ኢና ምስ በለ ሰበይቱ'ውን ርእሳ ብምንቕናቕ ንበዓል ቤታ ደገፈቶ። ወይ ጉድ! ገዚፍ ወጻኢታት ኣጥፊእና ተሃንጢና ዓቢ ምድላው በዓል ጌርናሲ በለት ኣደ ሶፍያ ስለ ዝሰማዕኩምኒ የቐንየለይ ካብዚ ንነው ዝውስኾ ዘረባ ድማ የብለይን ሓደ ሰብ ሕልማዊ ስእሊ ኣብ ልኡም ንቕሓት ናይ ካልእ ሰብ ምህላው እንተ ደኣ ኣረጋጊጹ ትም ክብል ጥራዩ ዝሕሾ ስለዚ ንዓይ ከም ዝመስለኒ ኩሉኹም ኣብዚ ዘለኹም ሓጺር ትምህርቲ ታሪኽ ፍልስፍና ክትወስዱ እመኽረኩም። ንኽብርታት ዝኣረገ ወለዶታት ብነቐፌታዊ ዓይኒ ምርኣይ ኣገዳሲ እዩ። ንሶፍያ ክምህራ ዝጸዓርኩ እዚ እዩ። ብህየሳ ምሕሳብ ማለት ከኣ እዩ። ሄገል ከም ዝበሎ ብኣሉታ ምሕሳብ እዩ። እዚ መነዓቢ ሰብ እዚ ነቲ ብኣብያተ ትምህርትን ኣብያተ ክርስትያንን ብኣና እውን ከይተረፈ ናብ መንእሰይ ወለዶ ከነስርጾ ህርድግ ንብል ዘሎና ቅኑዕ ክብርታት ከዕኑ እዩ ተበጊሱ ዘሎ። እዚ ወለዶ እዚ እዩ ነቲ ንሕና ዝሃነጽናዮ ዓቂቡ ዋርሳይ ኮይኑ ዝርከቦ። እዚ ሰብ እዚ ኣፉ እንተዘይዓጽዩን ካብዚ እንተዘይተኣልዩን ብቕጽበት ጠበቓይ ክጽውዕ እየ። ኣብኣ ኸኣ ትደዮ። በለያ ኣቦ ዮሃና። ንዓይ ዋላ ሓንቲ ለውጢ ኣይገብረለይን እዩ። ንስኻ ግን ጽላሎት ምዃንካ ትፈልጥ ኣይመስለንን። ብዝኾነ ኣነን ሶፍያን ሕጂ ክንገድፈኩም ኢና። ናይ ፍልስፍና ትምህርቲ ኸኣ ክልሰ ሓሳብ ጥራይ ዘይኮነ፣ ግብራዊ ጎድኒ እውን ኣለዎ። ልክዕ ሰዓታ ምስ ኣኸለት፣ ካብቲ ናይ ማጆር ንቑሕ ባእታ ሰሊኹና ከንሽረብ ኢና። ሶፍያ ጓለይ፣ ሓዲግክኒ ክትከዲ ዲኺ? በጃኺ ትግደፍኒ። በለት ኣደ ሶፍያ ንጓላ ብኢዳ ቐጠው ኣቢላ ብምሓዝ። ሶፍያ እውን ኢድ ኣዲኣ ሒዛ ንኣልበርቶ ጠመተቶ። ኣዲይ ክትጉሂ? በለት ሶፍያ ነታ ዘረባ ከይመላኣታ ኣልበርቶ ተረዲእዎ ሶፍያ እዚ ኩሉ ተማሂርናስ ሕጂ ንድሕሪት ትምለሲ ከምኡ ዝበሃል ነገር የለን ካብ ከምዚኦም ዝኣመሰሉ ስምዒታትን ቀንጠመንጥን ከኣ ሓራ ኢና ክንወጽእ ዝግብኣና ይርዳእኒ እዩ ኣዴኺ ርሕርሕትን ፈቃርን እያ ግን ክሳብ ሕጂ ዝቐሰምክዮ ትምህርቲ ቀሊል ኣይኮነን ነዚ ክትውስኒ እንተ ዘይክኢልክሞ? በለ ኣልበርቶ። ማማ፣ ሓቁ እዩ ኣልበርቶ። ሓደ መዓልቲ ክንፈላለ ምዃንና ድማ ንፈልጥ ነይርና ኢና። ሕጂ ግን ምስ ኣልበርቶ ክኸይድ ይሕሸኒ። በለት ሶፍያ። ክልቲኤን ሕንቕንቕ በላ። ተሓቋቒፈን ከኣ ተሰዓዓማ። ኣዲኣ ንበዓል ጎሚዳን ሓጎሳን ካልኦት እንስሳታት ባዕላ ክትከናኸኖም ምዃና ኣረጋገጸትላ። ክትናፍቓ ምዃና ደጋጊማ ነገረታ። ኣልበርቶ ንኣደ ሶፍያ ብመንኩባ ሒዙ፣ ስምዕኒ እሞ፣ ንስኺ ይኹን ኣብዚ ዘሎ ሰብ ንዓይን ንሶፍያን ኣይናፍቐናን እዩ። ምኽንያቱ ኩልና ጽላሎት ኢና። እዚ ሰምዐት ኣደ ዮሃና ብቑጥዐ ብድድ ኢላ። ከምዚ ዝኣመሰለ ዘለፋስ ሰሚዐ ኣይፈልጥን እየ። በለት። ሰብኣያ ኣዒንቱ ብሕርቃን ኣንጎልሒጡ፣ ንዓኻ ከርእየካ እየ። ስም ብምጥፋእን ብምጽራፍን ኣብ ዝብጻሕ ከብጽሓካ እየ። ፈሊጠካ ከኣ ኣለኹ። ንስኻ ኮሚኒስታ ኢኻ። ኣብ ኣእምሮኻ ሰብ ዝጸዓረሉ ምዝራፍ'ዩ እምነትካ። በሎ። እዚ እናኾነ ዮሃናን ኤርምያስን ካብቲ ቖጥቋጥ ወጺኦም ተሓወስዎም። ክዳውንቶም ሓመደ ጭቃን ተቖማጢዑ እዩ። ነቲ ኣብ መንጎ ኣልበርቶን ሶፍያን ኣዲኣን፣ ኩራን ክትዕን ስድራ ቤት ዮሃና ምስ ኣልበርቶ ፈጺሞም ዋጋ ዝሃብዎ ኣይመስሉን። ኣደ፣ ቈልዓ ክወልድ እየ። በለት ዮሃና ናብ ኣዲኣ ተጸጊዓ። በሊ ክሳብ ገዛና ንበጽሕ ጽንሒ ትተሃወኺ። መለሰት ኣዲኣ ሓወሲ ጭርቃንን ሕርቃንን ገይራ። ጥምቀት ቆልዓኽኸ መኣስ እዩ? ወሰኽ ኣቦኣ፣ ንሱውን ብጓሉ ጕህዩ። እዚ ሰምዑ ኣልበርቶን ሶፍያን ገሪምዎም ተጠማመቱ። ኣደ ሶፍያ ንጓላ ቡን ኣፍሊሓ ከተምጽእ እሞ ብድሕሪኡ ክሰናበቱ ስለ ዝዓመመት፣ ሶፍያ ቡን ከተፍልሕ ንገዛ ኣተወት። እታ ምሸት እቲኣ ዕትብቲ ናይ ፍልስፍና ምሸት ክትከውን ዝነበረ ትምኒት፣ ኣብ መወዳእትኡ ናይ ቆልዑ ኮይና ሓለፈት። እቲ ጎልጎል ብተረፍ መረፍ መግብን መስተን መሊኡ፣ ጠረጴዛ ተበላሽዩ፣ ኣዕጽምቲ ፈቐድኡ ፋሕ ኢሉ፣ ጫውጫውታ ቆልዑ ዝበዝሖ ኮነ። ዮሃና ካብ ዝተረፈ ቸኮላታ ብኢዳ ጋሕጢጣ ኣብ ገጽ ኤርምያስ ጠፈዓቶ። መሊሳ ካብ ገጹ እናልሓሰት ክልቲኦም ጥንቅላዕላዕ በሉ። ኣልበርቶን ኣደ ሶፍያን ፍንትት ኢሎም ንበይኖም ኮፍ ኢሎም ዕቱብ ዕላል ሒዞም እናዕለሉ ከለዉ፣ ሶፍያ ቡን ሒዛ መጺኣ ቀድሓትሎም። ህዱእ ዕላሎም ሪኣ ድማ፣ ኣብ መወዳእትኡ እምበኣር ተራኺብኩም ተዕልሉ ኣለኹም ዝዓይነቱ ዘረባ ደርቢያትሎም ክትእለ ብግስ በለት። ሶፍያ ጓለይ፣ ሓቅኺ ኢኺ፣ ኣልበርቶ ወረጃን ምሁርን ሰብ'ዩ። ኣዝዩ ድማ ባህ ኢሉኒ ኣሎ። ስለዚ ምስኡ ምኻድኪ ፈጺመ ኣይስከፍን እየ። በለታ። ኣደ፣ እሞ ነዚ ኹሉ ጋዕ ገልጠም ባዕልኺ ተጽርይዮ ኢኺ? ሓተተት ሶፍያ ንህድያህ ደንጊጻትላ። ግዲ ይብልክን ሶፍያ ጓለይ፣ ብቐደሙ እውን እኮ ንስራሕ ገዛ በዓልቲ ለይቲ መዓስ ኴንኪ ባዕለይ ቀጽርየ። ኣልበርቶ እዚ በኪ ህይወት ባህ እንተይብልኪ ኣነየ ብዝያዳ ዝሕጎስ። ኪዲ ጥራይ ጻዕዳ ጽናሕኪ ኢላ መሪቓ ኣፋነወታ። ኣልበርቶን ሶፍያን በታ ልምድቲ ቆጥቋጥ ሰሊኾም ክወጹ ከለዉ ሓደ ካብቶም መንእሰያት ቀንጠብጠብ ክብል ነታ ብ ኣፍደገ ዝነበረት ጻዕዳ መርሴዲስ ኣልዒሉ ምስ መንደቕ ኣጋጨዋ። ደጊሙ ከኣ ምስ ሓደ ዓቢ ገረብ ኣላሂሙ ዝገደፈላ ኣይነበሮን። እዚ ዝረኣየ ኣቦ ዮሃና ብኣንጸርጸሮት ዓው ኢሉ እናተጻረፈ፣ ነቲ ቆልዓ ዕዳ ተሰካሚ ምዃኑ ነገሮ። እዚ ኹሉ ብሰንኪ ኣልበርቶ ምዃኑ እናገለጸ ድማ ቁሊሕ ሚሊሕ ኢሉ ንኣልበርቶ ምስ ሰኣኖ ኣበይ ከም ዝኸደ ሓተተ። ምስ ሶፍያ ቀደም ተሸሪቦም ኣይትረኽቦምን ከኣ ኢኻ። መን ኣሎ ቡን ዝሰቲ? መንእሰያት ቡን ዝሰቲ?

ክልተ ወይ ዝያዳ ቕንየት ሓቢረን የዜማ። ሌላይ ኣብ ዓራታ ቐኒዓ ኮፍ በለት። ናይ ኣልቦርቶን ሶፍያን ዛንታ ኣብዚ ተወዲኡ። ግን ኣብ መወዳእታ እንታይ'ዩ ኾይኑ? ኣቦኣ ነታ ናይ መወዳእታ ምዕራፍ ስለምንታይ ጽሒፍዋ? ኣብ ልዕሊ ናይ ሶፍያ ዓለም ሓይሊ ከም ዘለዎ ድዩ ክፍለጠሉ ደልዩ? ኣብ ሓሳብ ጥሒላ ጸኒሓ ካብ ዓራታ ወሪዳ ተሓጻጺባ ክዳና ቀይራ ቁርሳ በሊዓ ንደገ ወጸት። ኣብ ገምገም ቀላይ ኮፍ ኢላ ከም ብሓድሽ ኣብ ሓሳባት ኣተወት። ኣልቦ ተቑንዖ ኣሎ። ብዘይካ እታ ንሱ ዝገበራ መደረ እቲ በዓል ብምሉኡ ሃጠው ቀጠው እዩ ነይሩ። ኣቦይ መቸም ከምቲ ናይ ሶፍያ ዝተበላሸወ ምሸት ናተይ ዓለም ይበላሸ እዩ ኢሉ ይሓስብን እኸውን ወይ ከኣ ዓለመይ ከም ጨው ዝሓቀቐ ኢሉ ኣይግምትን እኸውን። ጉዳይ ኣልበርቶን ሶፍያን ነታ ዝወጠንዋ ወዲትን እንታይ ኮን ኮይና ትኸውን? ኣነ ባዕለይ ክዛዝማ ድዮም ገዲፎምለይ? ወይስ ከም መደቦም ወዲኦማ'ዮም? ሕጂ ኣበይ ይህልዉ? ሓደ ነገር ኣብ ኣእምሮኣ ብልጭ በላ። ኣልበርቶን ሶፍያን ከምታ ዝወጠንዋ ተሰዂዓትሎም እንተ ደኣ ኮይና፣ እቲ ዛንታ ተወዲኡ'ዩ። ኣብ ዘንብቦ ዘለኹ ጽሑፋት ክረኽቦ ከኣ ኣይክእልን እየ። ኣቦይ ከኣ ኣነጺሩ ይፈልጥ እዩ። ኣብቲ ጽሑፋት ገለ ኣነ ዘይተረዳእኩዎ ብስውርዶ ኣመቲቡ ንኸውን ኣገላቢጣ ሓሰበትሉ። ኣብ መወዳእታ ግን ገለ ዝዘለሎቶ ስውር ኣመት ምናልባት እንተለዎ ኢላ ነቲ ጽሑፍ ደጊማ ከተንብቦ ወሰነት። እታ ጻዕዳ መርሰድስ ምስ መንደቕን ገረብን ክትጋጮ ከላ ኣልበርቶ ንሶፍያ ብኢዱ ስሒቡ በታ ቖጥቋጥ ሰሊኾም ወጹ። ብቕልጡፍ እናሰጎሙ ኸኣ መንገዶም ናብ ጎጆ ማጀር ኣምርሑ። ንቐልጥፍ ኣበይ ኣለዉ ኢሉ ኼደለየና ኸሎ፣ እቲ ጕዳይ ኪፍጸም ኣለዎ። እዋእ! ሕጂ ደኣ'ሞ ኻብ ማጀር ርሑቕ እንዲና ዘሎና። ኣብ ጫፍ ኢና ዘሎና። ኣብ ገምገም ቀላይ በጺሖም፣ ነታ ንእሽቶ ሳንቡቕ ተወጢሖም እናዠለቡ ሰጊሮም ናብታ ጎጆ ተጸግዑ። ኣብ ጥቓ እታ ጎጆ ዘላ መኽዘን ኣትዮም ከኣ ተሓብኡ። ማጆር ኣልበርት ከይሲ ካብ ሊባኖስ ተበጊሱ ሰዓት ሓሙሽተ ድሕሪ ቐትሪ ኣብ መዕርፎ ነፈርቲ ካይሮ ኣተወ። ኣብ ካይሮ ዝተርፉን ናብ ካልእ ሃገራት ዝቕጽሉን ኣጋይሽ ምስ ተፈልዩ ድማ ከም ካልኦት ገያሾ መስርሕ ምቕያር ነፋሪት ኣማሊኡ ሰዓቱ ረኣየ። ገና ሰለስተ ሰዓት ተሪፍዎ ነበረ። ስለዚ ጋዜጣ ዓዲጉ ኣብ ሓንቲ ባር ኣትዩ ቡን ኣዚዙ ኮፍ በለ። ቀዳመይቲ ገጽ ጋዜጥኡ ኣርእስታታ ከይረኣየ፣ ዝኣዘዛ ቡን እውን ከይመጸቶ ብሞጉሉሕ ድምጺ ስሙ ክጽዋዕ ሰምዐ። ኣይኣመነን። ተመለስ! ህጹጽ ስራሕ ተረኺቡሎዶ ኾን ይብሉኒ። ሕጂኸ ንሊባኖስ መን ክምለሶ እዩ? ኢሉ ምስ ነብሱ እናተኻትዐ ኣብ ዝተጸወዓላ ሰደቓ በጽሐ። ስሙ ምስ ነገረ ሓንቲ ቡስጣ ተቐበለ። ገሪምዎ ክፍት ምስ ኣበለ፣ ዝናፍቐካ ኣቦ ካብ ሊባኖስ እንቋዕ ኣላቐቐካ፣ ከም እትግምግሞ ገዛ ክሳዕ እትኣቱ'ውን ክጽበ ኣይከኣልኩን። ብመጉልሕ ድምጺ ስለ ዝጸዋዕኩኻ ኣይትሓዘለይ፣ እቲ ዝቐለለ መንገዲ ስለ ዝኾነኒ'የ ኣብታ ጀርዲንና ኮፍ ኢለ ጽብየካ ኣለኹ። ሎሚ ግን። ከም ቀደም ኣይኮንኩን። ንበይነይ ኣብ ጸልማት ኮፍ ምባል ካብ እትግምቶ ንላዕሊ እዩ ዘፍርሓኒ ዘሎ። ካብ እትጽበየካ ዘላ ናፋቒት ጓልካ ሌላይ። ማጆር እታ ንእሽቶ ደብዳቤ ምስ ኣንበበ ፍሽኽ በለ። እዚኣ እውን ተማሂራ ኣብ መገሻይ ክትቆጻጸርን ጀሚራ ብምባል ሓሰበ። ነታ ጽሕፍቲ ኣብ ጁባኡ ኣቐሚጡ ናብቲ ተር ኢሉ ዘሎ በጻሕቲ ዝሽምትሉ ድኳናት ክኸይድ፣ በታ ዝስቀለላ ጠረጴጻ መንገዲ ኣየር ክሓልፍ፣ ኣብቲ ነዊሕ ጠረጴጻ ዝተጠቅዐት ዕብይ ዝበለት ቡስጣ ዝተብሃለ ኣተኲሩ እንተጠመተ ኸኣ ብገዚፍ ጽሑፍ ስሙ ረኣየ እሞ እልይ ኢሉ ካብ ተጣቢቓቶ ዝነበረት ኣላቒቑ ንዓኣ'ውን ከፊቱ ኣንበባ። ዝናፍቐካ ኣቦ ኣብታ ጥቓኻ ዘላ ድኳን ኣቲኻ ንዓይ ቸኮላታ ንማማ ጨና ንዓኻ ከኣ ገዛ ምስ ኣቶኻ ጭሕምኻ ክንላጽየካ ስለ ዝኾንና ናይ ጭሕሚ ጨና ተማላእ ሰበይትኻ እንታይ ዓይነት ጨና ከም እትፈቱ ረሲዕካዮ እንተ ኾይንካ ግን ኣብኣ ትዴኻ ትናፍቐካ ጓልካ ሊላይ። ኣልበርት ሕጅስ በዚሑ በለ ከምታ ዝኣዘዛ ድማ ኣብ ድኳን ኣትዩ ኩሉ ዝተባህሎ ሸመተ ሕጂ ካልእ ቡስጣን ተጸኒሓትኒ ገዲፈያ'የ ዝኸይድ እናበለ ቡኑ ሰትዩ ኣዕሪፉ ጋዜጥኡ ኣንቢቡ ናብታ መበገሲኡ ኣፍደገ ቁጽሪ ዕስራን ሸሞንተን ከይዱ ኮፍ ክብል ካልብ ውስጣ ኣብ ገዚፍ ዓንዲ ተለጢፉ ረኣየ። ቀሪቡ እንተ ፈተሸ፣ ሕጂውን ናቱ እያ። ቀሪብካ ኢኻ ዓዲ ክትኣቱ ጥራይ እያ እትበል። ኮፍ ኢሉ ኵሉ ሸሞቶ ዝሓዘት ናይ ፕላስቲክ ሳንጣ ኣብ መንጎ እግሩ ቀርቂሩ ዓሚቝ ኣስተንፈሰ። ዘግናይ ቈልዓ ሕጅስ ትምሕረኒዶ ትኸውን? ኢሉ እናተመነየ ንሌላይ ጓሉ ዝያዳ ናፈቓ። ገያሾ ናብ ነፋሪት ዝድይብሉ ሰዓት ምስ ኣኸለ፣ ኣልበርት ድሕሪ ኹሉ ገያሻይ ተሰሪዑ ጠጠው በለ። ናይ መወዳእታ ተሳፋሪ ንሱ እዩ። እታ ጽቡቕ ጉዕዞ ይግበረልኩም እናበለት ተሳፈርቲ ተሕልፍ ዝነበረት ጎርዞ፣ ኣልበርት ምስ ቀረበ፣ ምስታ ቁጽሪ ምንበር እትሕብር ጭራም ወረቐት ገይራ ሓንቲ ካልእ ቡስጣ ኣቐበለቶ። ፍሽኽ ኢላ ድማ ጽቡቕ ጉዕዞ ተመንያ ኣሕለፈቶ። ቁጽሪ መንበሩ ርእዩ ኮፍ ምስ በለ፣ ነታ ቡስጣ ከፊቱ ከንብብ ጀመረ። ዝናፍቐካባባ ካይሮ ዘለኹ ከይመስለካ ካብ ገዛይ ኣይወጻእኩን። ኣብዚኣ ኮይነ ግን ንኹሉ ምንቅስቓሳትካ እዕዘቦን እቆጻጸሮን ኣለኹ። ናብ ሓንቲ ምንያ ኮለል ኣርሆ ከይደ ነይረ። እታ ሰበይቲ ንዓባየይ ዓባያ ዝሸጠትላ ጥንታዊት መስትያት ሕጂ መሳርሒተይ ኮይና ኣላ። ኮፍ በል፣ መንበርካ ትኽ ኣቢልካ ናይ ድሕነት ዕጥቅኻ ኣዕጠቆ፣ ኣሳሰይቲ ከይቆያቆኻ። ሃለኽለኽ በዚሑካ ስለ ዝጸንሐ ሕጂ ጽቡቕ ጌርካ ኣዕርፍ፣ ገዛ ምስ ኣቶኻ የራኽበና። ናፋቒትን ጎይታ መስትያትን ጓልካ ሊላይ። ኣልበርት ዘግ ኢሉ ደኺሙ ስለ ዝነበረ ከምታ ጓሉ ዝሓበረቶ ጌሩ ኮፍ በለ። ኣብ ከባቢኡ ዝነበሩ ገያሾ ክሳብ ዝጥምትዎ ከኣ ኣበርቲዑ ካዕ ካዕ ኢሉ ሰሓቐ። ድኻም ስለ ዝሓለፎ እንቋዕ'ኳ ሶፍያን ኣልበርቶን መሕልም ናይ ኣእምሮ ስእሊ ጥራይ ኰኑ ኢሉ ኣዒንቱ ዓሚቱ ድቃስ ጠለሞ። ኣብ መዕርፎ ነፈርቲ ምስ በጽሑ ኣልበርት መስርሕ ኢሚግረሽን ኣማሊኡ ባልጅኡ ብዓረብያ እናደፍኤ ኣብ ኣፍደገ በጽሐ። ኣብ ሞንጎ ኣዝዩ ብዙሕ ተቐባሊ ኣጋይሽ ህዝቢ ገለ ሸውዓተ ሸሞንተ ዝኾኑ ኣወዳትን ኣዋልድን መንእሰያት ታቤላ ሒዞም ተቐበልዎ። እንቋዕ ዓድኻ ፍተወካ፣ ሊላይ ኣብታ ጀርዲን ኩን ኮይና ትጽበየካ ኣላ፣ ምሕጫጭ ንዘለኣለም ይንበር፣ ወዘተ ዝብላ ታቤላታት እየን። በዓልቲ ቤቱ ቀሪባ ዕተር ዕምባባ ኣሕቈፈቶ። ተሓቛቒፎም ከኣ ተሰዓዓሙ። እቶም መንእሰያት ግን ክሳብ ኣብ መኪና ዝኣትዉ እናሰዓቡ፣ ነቲ ጽሑፋት ታቤላ ከንብበሎም ክውጥጥዎ ጀመሩ። ሓንቲ ጓል ቀሪባ፣ ኣብ ትሕቲ ምቁጽጻር እታ ጥንታዊት መስትያት ምዃኑ ኣብ እዝኑ ሕሹኽ በለቶ። ዳርጋ ህድማ ገይሮም ከኣ ብጉያ ንገዝኦም ኣምርሑ። ገዝኦም ኣትዮም ባልጃታት ምስ ኣውረዱ፣ በዓልቲ ቤቱ ደጊማ፣ እንቋዕ ገዛ ከፍተወካ! በለቶ። ኣልበርት ግን ጓሉ ክረክብ ተሃዊኹ ኣበይ ከም ዘላ ሓተተ። ኣብ ገምገም ቀላያ መዐሸጊት ጀላቡ ኮፍ ኢላ ትጽበዮ ከም ዘላ ተነግሮ። ኣልበርቶን ሶፍያን ኣብታ ተሓቢኦምላ ዝነበሩ መኽዘን ከለዉ መኪና መጺኣ ባልጃታት ክወርድ ሊላይ ከኣ ኣብ ገምገም ቀላይ ኮፍ ኢላ ኩሉ ይዕዘቡ ነበሩ። እንታይ ደኣ ኮይና ንኣቦኣ ዘይትቕበሎ ትሪኣዶ ኣለኻ? ዘኹረየት እያ ትመስል። ናብኣ ዶ ክኸይድ ክረኽባ? ኢላ ሶፍያ ንኣልበርቶ ሓተተቶ። ሕራይ ኪዲ ኪዲ ጉየዪ። በላ ብጉያ ከይዳ ኣብ ጥቓ ሊላይ ኮፍ በለት። ሊላይ ኣነ ሶፍያ'የ። ከምዛ ጸማምን ዕውርትን ኣጽቅጥ። ሶፍያ ደገመትላ። ኣጽቅጥ። መሊሳ ዓው ኢላ ደገመትላ። ኣጽቅጥ! ሶፍያ ገሪምዋ ክትጥምታ ጀመረት። ሊላይ ረቂቕ ተኸዲና ጸጉራ ከም ጭራ ፈረስ ተኸይሉ ዝወረደ ንዮሃና መሓዝኣ እያ ትመስል። ቁሩብ ጽኒሕ ኢላ ሊላይ ድምጺ ኣቦኣ ሰሚዓ ብሃንደበት ብድድ ኢላ ክትጎዩ ጀመረት። ንሳን ኣቦኣን እናጎየዩ ኣብ ማእከል እቲ ሰውሒ ተራኸቡ። ሌላይ ዘሊላ ኣብ ክሳድ ኣቦኣ ምስ ኣጠምጠመት፣ ኣልበርት ሓቝፍዋ ክልተ ሰለስተ ግዜ ኣዞራ። ተተሓሒዞም ከኣ ንገዝኦም ኣተዉ። ሶፍያ እዚ ርእያ ብቕንኢ ተለለወት። ኣዒንታ ቍጽርጽር ኢልዋ፣ ከብዳ ተገማጢሉ ከኣ ንገለ ደቓይቕ በኸየት። ሶፍያ ናብ ኣልበርቶ ምስ ተመልሰት፣ ክትበኺ ዲኺ ጸኒሕኪ ሶፍያ? እወ፣ ብዅሉ ዅሉ ቐኒኤ። እንታይ ኮይንኪ ትቐንኢ? እንታይ ዘየቕንእ ኣሎኒ? ሊላይን ስድርኣን ስጋ ዝለበሱ ሰብ፣ ኣነን ንስኻን ስድራይን ከኣ ኣብ መጽሓፍ ኣልበርት ጥራይ እንርከብ መሕልም፣ ስእሊ እምሮ። ሊላይ እኮ ሕጂ ክትዓቢ ክትወልድ ክትዝምድ እያ። ኣነ ግን መንፈስ ጥራይ ኮይነ እየ ዝነብር። በለቶ ሓውሲ ሕርቃንን ቀንዐን። ኣይትጋገይባ ሶፍያ። ትምህርትና ክንጅምር ከሎና ዝበልኩኺ ኣይትረስዕዮ ሂወት ክልተ ገጽ እዩ ዘለዋ ሊላይ ሓቅኺ እየ ዕድለኛ እያ ክትወልድ ክትዝምድ እያ ይኹን እምበር መዋቲት ምዃና ኣይትረስዒ ኣነን ንስኽን ግን ኣብ መጽሓፍ ኣልበርት መንፈስ ኮይና ንዘለኣለም ነበርቲ ኢና ወላ ንኹን ካብ ዘይምህላው ሂወት ሃልይካ ምንባር ድዩ ኣይሓይሽን ንሳቶም ከም ኩሉ ፍጡር መወቲ እዮም ንሕና ግን ኣይንመውትን ኢና እኮየ ዝብለኪ ዘለኹ ዘየቕንቕ ሃቕናኣኪ። ሌላይን ስድራኣን ዕላል ጀመሩ። ድራር ቀሪቡ እናተደረሩ ዕላል ግዲ መቂርዎም ካብ ገዝኦም ኣይወጹን። ኣልቦርቶን ሶፍያን ከኣ ካብታ ተሓቢኦምላ ዝነበሩ መኽዘን ወጺኦም ናብቲ ጫካ ኣትዮም ተሸርቡ። ዝብላዕ ተበሊዑ፣ ዝስተ ተሰትዩ መኣዲ ምስ ተላዕለ፣ ኣልበርት ተንሲኡ ንበዓልቲ ቤቱ ደጊሙ ሓቝፉ ሰዓማ። ምስ ሊላይ ጓሉ ናብቲ ገምገም ቀላይ እናዘሩ ዝተረፈ ዕላሎም ከዕልሉ ምዃኖም ሓቢሩዋ ኸኣ ንጓሉ ሒዙ ካብ ገዛ ወጸ። ሊላይ ዓባይ ጓል እምበር ኰይንኪ፣ ንስኻ ኸኣ ዓቢ ጸሓፋይ ኰይንካ ኣብዛ ጕዕዞይ መቸም

እት ዓቢ ነጥቢ ንሕና ውን ሓምኹሽቲ ናይት ዓቢ ነጥቢ ኢና። ሌላይ ኣብት መዕሸግ ጀላቡ ኣብ ድንደስ ኣጣጢሓ ኮፍ በለት። ኣቦኣ ኣብ ጥቓኣ ኮፍ ኢሉ ትምህርቱ ጀመረ። ፍርቂ ለይቲ ሓሊፉ እዩ። ድኻሙ ኣብ ነፋሪት ብምድቃስ ስለ ዝወድኦ ስድርኡ ከኣ ናፊቑ ስለ ዝነበረ ድቃስ ዝበሃል ኣይመጽኦን። ኣብ ውሽጢ እዚ ገዚፍ ኣድማስ ኣብ ሓንቲ ንእሽቶን ደቃቕን ፕላኔት ንነብር ምህላውና ክሓስቦ ከለኹ መመሊሱ'ዩ ዘገርመኒ። ብምባል ጀመረ። ምድሪ ሓንቲ ካብተን ብዙሓት ኣብ ዙርያ ጸሓይ ዑደት ዝገብራ ፕላኔታት እያ። ምናልባት እውን ካብ ኩሉ ኣድማሳዊ ፍጡር ምድርና ጥራይ'ያ ህይወት ዘለዋ ትኸውን። ሓቀይ ድየ? ሓተተት ሊላይ። ከምዚ ትብልዮ ክኸውን ይኽእል ይኸውን። ምናልባት እውን ኣድማስ፣ ብህይወት ዘለዎም ፕላኔታት ተጠርኒቓ ትኸውን? መን ይፈልጥ? ምኽንያቱ ኣድማስ ክትግምቶ ዘጸግም ኣዝዩ ኣዝዩ ገዚፍ እዩ። ርሕቀቱ ኸኣ ኣዝዩ ኣዝዩ ዓቢ ስለ ዝኾነ ብመዓቀን ደቒቐ ብርሃን ወይ ዓመተ ብርሃን እዩ ዝዕቀን። ዓመተ ብርሃን፣ ደቒቐ ብርሃን ከ እንታይ ማለት እዩ? ደቒቐ ብርሃን ማለት ብርሃን ኣብ ውሽጢ ሓንቲ ደቒቕ ዝጓዓዞ ርሕቀት እዩ። እዚ ኸኣ ኣዝዩ ርሑቕ እዩ፣ ምኽንያቱ ብርሃን ሰለስተ ሚእቲ ሽሕ ኪሎ ሜተር ኣብ ሓንቲ ካልኢት እዩ ዝጓዓዝ። ስለዚ ሓንቲ ደቒቐ ብርሃን ሱሳ ግዜ ሰለስተ ሚእቲ ሽሕ ወይ ከኣ ዓሰርተ ሸሞንተ ሚልዮን ኪሎ ሜተር እያ። ሓንቲ ዓመት ብርሃን ከኣ ዓሰርተ ትሪልዮን ኪሎ ሜተር ኣቢላ እያ ማለት እዩ። ጸሓይ ካብ ምድርና ብኽንደይ እያ ርሒቓ ዘላ? ካብ ሸሞንተ ደቒቐ ብርሃን ቁሩብ ሪሒቓ ኣላ። ንኣብነት ንግሆ ምስ ተሳእና ብርሃን ጸሓይ ናብ ምድርና ንኽበጽሕ ሸሞንተ ደቒቕ ተጓዒዙ'ዩ ዝመጽኣና። እቲ ካብ ምድሪ ዝረሓቐ ፕላኔት ፕሉቶ ካባና ሓሙሽተ ሰዓት ብርሃን'ዩ ርሒቑ ዘሎ። ሓደ ስነ ከዋኽብቲ ዘጽንዕ ሰብ ብቴለስኮፕ ተጠቒሙ ንፕሉቶ ክርእዮ ከሎ ብግዜ ከኣ ክትመን ከሎ፣ ቅድሚ ሓሙሽተ ሰዓት ዝነበረ ፕሉቶ እዩ ዝርእ ዘሎ ማለት እዩ። ብኻልእ ኣዘራርባ፣ ስእሊ ናይ ፕሉቶ ናብ ቴለስኮፕ ረኣይኡ ንክበጽሕ ሓሙሽተ ሰዓት ወሲድሉ ማለት እዩ። እርዳኣኒ'ሎ፣ ግን ኣብ ኣእምሮኻ ንክትግንዘቦ ዘጸግም ይመስል። ጽቡቕ ኣለኽ ሊላይ። ሕጂ ኣብ ምድሪ ኮይንና እንዲና ንገዛእ ርእስና ምስ ኣድማስ ከነላልያ ንፍትን ዘሎና። ናይ ምድርና ጸሓይ፣ ካብቶም ኣብ ጋላክሲ ዘለዉ ኣርባዕተ ሚእቲ ቢልዮን ዝኾኑ ከዋኽብቲ፣ ሓንቲ እያ። ንሕና እንርእዮ ጋላክሲ፣ ብፍላይ ኣብ እዋን ለይቲ፣ ኣብ ብሩህ ሰማይ ጻዕዳ ዓንኬል ዝመስል ብኣዝዮም ብዙሓት ከዋኽብቲ ዝተጨቕጨቐ እዩ። ጸሓይና ከኣ ኣካል ናይዚ ጋላክሲ እዚ እያ። ካብ ምድርና ናብ ሓደ ኣብ ጋላክሲ ዝርከብ ኮኾብ፣ ማለት እቲ ዝቐረበ ጎረቤትና ስለ ዝኾነ ዘሎ ርሕቀት፣ ኣርባዕተ ዓመተ ብርሃን እዩ። ሕጂ እብዛ ዘሎናያ ግዜ፣ ሓደ ብታ ኮኾብ እቲኣ ኮይኑ ኣነጻጺሩ ብቴለስኮፕ ናባና እንተ ዝጥምት ነዛ ከተማና ቅድሚ ኣርባዕተ ዓመት ዝነበረቶ ቅርጺ እዩ ሕጂ ዝርኢ። ምናልባት ሓንቲ ንእሽቶ ቆልዓ ኣእጋራ ኣብዛ ድንደስ ጠልጠል እናበለት ከላ ርእያ እኸውን። ናይ ብሓቂ ዘገርም እዩ። ኣነ ቅድሚ ኣርባዕተ ዓመት ዝነበርኩ እየ ዝርኢ። እቲ ዘገርም ከኣ እቲ ኮኾብቲ ናባና እቲ ዝቐረበ እዩ። ብምሉኡ ጋላክሲ ወይ ጸባዊ መንገዲ። ሓደ ሓደ ግዜ እውን ንቡላ ንብሎ ኢና። ጎድኑ ትስዓ ሽሕ ዓመተ ብርሃን እዩ። ብተወሳኺ ናባና ናብ ምድሪ ዘይኮነ ካብ ሓደ ኮኾብ ናይ ጋላክሲ ናብ ሓደ ካልእ ኮኾብ ናይቲ ጋላክሲ ዘሎ ርሕቀት ንምግማት ምስ ዝወስዶ ግዜ ኣዛሚድክሞ ርኣዮ። ንሕና ንላዕሊ ቁሊሕ ኢልና ናብ ሓደ ኣብ ጋላክሲ ሓምሳ ሽሕ ዓመተ ብርሃን ርሒቑ ዘሎ ኮኾብ ክንጥምት ከሎና እቲ ኮኾብ ቅድሚ ሓምሳ ሽሕ ዓመት ዝነበሮ ብርሃን ኢና ንርኢ። በዛ ንእሽቶ ሓንጎለይ ነዚ ክቕምሮ እኽእል ዶ ትብለኒ? ስለዚ ንሕና ንሰማይ ናብ ኣድማስ ገጽና ክንጥምት ከሎና ንድሕሪት ተመሊስና ንግዜ ኢና ንጥምት ዘሎና ማለት እዩ። ሕጂ ብዛ ደቒቕ እዚኣ ኣድማስ እንታይ ይመስል ኣሎ ፈጺምና ኣይንፈልጥን ክንፈልጥ እውን ኣይንኽእልን ኢና። እቲ ክንፈልጦ እንኽእል እቲ ቅድሚ ኣሽሓት ዓመተ ብርሃን ዝነበረ ኩነታት ጥራይ እዩ። ስለዚ። ነቲ ሕጂ ብኣሽሓት ዓመተ ብርሃን ርሒቑ ዘሎ ኮኾብ ክንጥምቶ ከለና፣ ከም ሓቂ ኣሽሓት ዓመተ ብርሃን ንድሕሪት ተመሊስና ኣብቲ ሽዑ ዝነበረ ታሪኽ ከዋኽብቲ ኢና ንጉዓዝ ዘሎና። ፈጺሙ እኮዮ ክርደኣካ ዘጸግም። ኩሉ ንርእዮ ነገር ብማዕበል ብርሃን ገይሩዩ ናብ ዓይንና ዝመጽእ። እዚ ማዕበል ብርሃንዚ ከኣ። ብጠፈር ኣቢሉ ናብ ዓይንና ክመጽእ ግዜ የድልዮ። ንኣብነት እንተስተብሂልኪ፣ በርቂ ምስ ረኣና፣ ብድሕሪኡ ጸኒሑ ይነጎዳ እንሰምዖ። እዚ ማለት ከኣ፣ ድምጺ ንኽጓዓዝ ዝወስደሉ ግዜ፣ ካብ ብርሃን ንኽጓዓዝ ዝወስደሉ ግዜ ስለ ዝድንጉ'ዩ። ኣቐድም ኣቢሉ ናይ ዝተፈጸመ፣ ድምጹ ድሒርና ንሰምዖ። ምስ ከዋኽብቲ ከኣ ልክዕ ከምኡ'ዩ። ንሓደ ኣሽሓት ዓመተ ብርሃን ርሒቑ ዘሎ ኮኾብ ክንርእዮ ከለና፣ ነቲ ቅድሚ ኣሽሓት ዓመተ ብርሃን ዝተፈጸመ ኩነታት ናይቲ ኮኾብ ናቱ ነጎዳ ኢና ንርኢ ዘሎና ከም ማለት እዩ። ክሳብ ሕጂ ዝነገርኩኺ ብዛዕባ ናትና ጋላክሲ ጥራይ እዩ። ተመራመርቲ ስነ ኮኾብ ከም ዝብልዎ ግን ከምዚ ናትና ጋላክሲ ዝኣመሰሉ ካልኦት ሚእቲ ቢልዮን ዝግመቱ ጋላክሲታት ኣለዉ። ነፍሲ ወከፍ ጋላክሲ ከኣ ናቱ ሚእቲ ቢልዮን ዝግመቱ ኮዋኽብቲ ይሓቁፍ። እቲ ንጋላክስና ዝቐረበ ጎረቤት ጋላክሲ ኣንድሮመዳ ነቡላ ተባሂሉ ይጽዋዕ። ካብ ጋላክስና ከኣ ክልተ ሚልዮን ዓመተ ብርሃን ርሒቑ ይርከብ። እዚ ማለት ብርሃን ካብቲ ጋላክስቲ ናባና ንኽበጽሕ ክልተ ሚልዮን ዓመተ ብርሃን የድልዮ። ሕጂ ንሕና ናብቲ ጋላክሲ ጠሚትና ንኣንድሮሞዳ ነቡላ ንርእዮ እንተደኣ ሃሊና ክልተ ሚልዮን ዓመተ ብርሃን ንድሕሪት ተመሊስና ኢና ንጥምት ዘሎና። ሕጂ እብዛ ደቒቕ እዚኣ ሓደ ፍጡር ኣብ ኣንድሮሞዳ ነቡላ ኮይኑ ብቴለስኮፕ ኣነጻጺሩ ናባና ገጹ እንተ ጠሚቱ ንዓና ፈጺሙ ይርእየናን እዩ። ምናልባት ዕድለኛ እንተ ኮይኑ ባዶ መሬት ወይ ጫካ ይርኢ ክኸውን። ምኽንያቱ ቅድሚ ክልተ ሚልዮን ዓመተ ብርሃን እዚ ዘሎናዮ ከባቢ እንታይ ዓይነት ቅርጺ ነይርዎ እንታይ ትሕዝቶ እንስሳ ወይ ሰብ ነይርዎ ስለ ዘይንፈልጥ። ኣዝዩ ዘገርም እዩ። እቶም ካባና ዝረሓቑ፣ ክሳብ ሕጂ ከኣ ሰብ ክፈልጦም ዝኸኣለ ጋላክሲታት ብገለ ዓሰርተ ቢልዮን ዓመተ ብርሃን እዮም ሪሒቖምና ዘለዉ። ካብዘን ጋላክሲታት እዚኣቶም ገለ ምልክት እንተተቐቢልና፣ ኣብ ታሪኽ ኣድማስ ዓሰርተ ቢልዮን ዓመተ ብርሃን ኢና ንድሕሪት ተመሊስና ንርኢ ዘሎና ማለት እዩ። እዚ ከኣ ናይ ኣድማስና ጸሓያዊ ስርዓት ዝቖመሉ ዓመተ ብርሃን ደሚርካ ዕጽፊ እዩ። ሕጅስ ርእሲ ዕንክሊል ኣቢልካዮ። እዚ ንኽትሓስቦን ክትግንዘቦን ዘጸግም እኳ እንተመሰለ፣ ተመራመርቲ ስነ-ኮኾብ ንናይ ዓለምና ስእሊ ኣዝዩ ኣገዳሲ ዝኾነ ርኽበት ሃንዲሶም ኣለዉ። ንሱ ኸኣ ኩሎም ጋላክሲታት ኣብ ዘለዉ ቀወምቲ ከም ዘይኮኑ እዩ። ጋላክሲታት ብኣዝዩ ገዚፍ ፍጥነት ካብ ንሓድሕዶም ንኽረሓሓቑ ይንቀሳቐሱ ኣለዉ። ኣብ ምንቅስቓሳቶም ካብ ናትና ጋላክሲ ዝያዳ ክርሕቑ ከለዉ፣ ፍጥነቶም ከኣ ብዝያዳ እናወሰኸ እዩ ዝኸይድ። እዚ ማለት ከኣ ኣብ ንሓድሕዶም ዘሎ ርሕቀት ዝያዳ እናዓበየ እዩ ዝኸይድ ዘሎ ማለት እዩ። ኣብ ኣእምሮይ ክስእሎ እፍትን ኣለኹ። ንኣብነት ሓንቲ ዝነፈሰት ፍሕኛ ብኹሉ ሸነኻ ጸሊም ነቑጣታት እንተ ጌርክላ፣ እታ ፍሕኛ ምስ ተነፍሐት ኣብ መንጎ እተን ጸለምቲ ነቑጣታት ዘሎ ርሕቀት እናሰፍሐ እዩ ዝኸይድ። ኣብ ኣድማስ ከኣ ልክዕ ከምኡ እዩ። ኣድማስ እናሰፍሐ እዩ ዝኸይድ ዘሎ። ከምኡ ዝገብሮ ዘሎ ግን እንታይ እዩ? ተመራመርቲ ከም ዝብልዎ ሓደ መግለጺ ጥራይ እዩ። ቅድሚ ዓሰርተ ሽሕ ቢልዮን ዓመታት ይገብር ሓደ እዋን ኩሎም ኣድማሳዊ ኣካላት ኣብ ሓደ ጸቢብ ዓንከል ተጨቓጪቖም እዮም ዝነብሩ ነይሮም። እቶም ኣካላት ምሒር ስለ ዝጸዓቑ ኣብ ሞንጎኦም ዝነበረ መስርሕ ስሕበት ኣዝዩ እናረሰነ ክኸይድ ጀሚሩ። ኣብ መወዳእትኡ ከኣ ብዝተፈጥረ ረስኒ ኣዝዩ ገዚፍ ነትጒ ኣኸቲሉ። ነዚ ነትጒ እዚ ከኣ ኢና እቲ ዓቢ ገምታ ወይ እቲ ዓቢ ነትጒ ኢልና እንጽውዖ። ክትሓስቦ ከለኻስ የፍርሓካ። ብዛዕብ ነትጒ ወይ ገምታ፣ ነቶም ተጨቓጭቖም ዝነብሩ ዝነበሩ ኣካላት ኣድማስ ፋሕ ጭንግራሕ ኢሎም ከም ዝረሓሓቑ ገበሮም እሞ፣ እቲ ረስኒ ምስ ዝሓለ፣ ጋላክሲታትን ከዋኽብቲን፣ ወርሕታትን ፕላኔታትን ቆሙ። እንታይ ደኣ ኣድማስ እናሰፍሐ'ዩ ዝኸይድ ዘሎ ትብለኒ? ወይለኪ! ብሰንኪ እቲ ዓቢ ነትጒ ወይ ገምታ'ዩ እናሰፍሐ ዝኸይድ ዘሎ። ኣድማስ ግዜኡ ይጽብጽብ። ኣድማስ ይዓዪ ኣሎ፣ ኣድማስ ነትጒ እዩ፣ ጋላክሲታት ኣብ ኣድማስ ካብ ንሓድሕዶም ክረሓሓቑ ብቐጻልን ኣዝዩ ገዚፍ ፍጥነትን ይወናጨፉ ኣለዉ። እሞ ንዘለኣለም ከምኡ እናተወናጨፉ ድዮም ክቕጽሉ? እዚ ሓደ ተኽእሎ እዩ። ካልእ ተኽእሎ ኸኣ ኣሎ። ትዝክሪ እንተ ዄንኪ ኣልበርቶን ሶፍያ ፕላኔታት ብቐጻሊ ኣብ ዙርያ ጸሓይ ከም ዝዞራ ዝገብረን ክልተ ኣንጻር ሓይልታት ኣሎ ኢልዋ ነይሩ። እውዝክሮ ሕጊ ስሕበትን ነጽግንን ድዩ ሓቀይ? ልክዕ ኣሎኺ እዚ ሕጊ እዚ ከኣ ኣብ ጋላክሲታት እውን ይዓዪ እዩ። ወላ ኣድማስ እናሰፍሐ ይኺድ መስርሕ ስሕበት ከኣ ብኣንጻሩ እዩ ዝዓዪ። ሓደ መዓልቲ ድሕሪ ክልተ ቢልዮን ዓመታት ኣቢሉ ሓይሊ ናይ ነጽጉ እናተዳኸመ ምስ ከደ ምናልባት መስርሕ ስሕበት ንኹሎም ኣካላት ኣድማስ ኣቀራሪቡ ከም ናይ ቀደሞም ኣብ ውሱን ዓንኬል ጨቓጭቖም ይኸውን። ኣብ ክንዲ ነትጉ ከኣ ብኣንጻሩ ጸቕጢ ይፈጥር ይኸውን። ይኹን እምበር ኣብ መንጎኦም ዘሎ ርሕቀት ኣዝዩ ኣዝዩ ዓቢ ስለ ዝኾነ እቲ መስርሕ ፍጻሜ ኣዝዩ ዘገምታዊ ምዃኑ ኣይተርፎን እዩ። ኩሎም ጋላክሲታት ከም ብሓድሽ ኣብ ሓደ ሕምብርቲ ኒዩክለስ ክጭበጡ እዮም ማለት ድዩ? እወ! እታ ነጥቢ ረኺብክያ ብድሕሪኡኸ እንታይ ዝስዕብ መስለኪ? ከም ዝመስለኒ ስዒቡ ዓቢ ነትጒ ዳግማይ ይድገም፣ ኣድማስ ከኣ መሊሱ እናሰፍሐ ክኸይድ፣ ሓደስቲ ጋላክሲታት፣ ወርሕታት፣ ከዋኽብትን ፕላኔታትን ይፍጠሩ። ከምኡ እናበልኻ ሕጊ ባህሪ ይደጋገም ይኸውን እምበር። ጽቡቕ ትንተና ተንቲንኪ። ተመራመርቲ ግን ክልተ ተኽእሎታት ከም ዘሎ እዮም ዝገልጹ። ሓደ ተኽእሎ፣ ወይ ኣድማስ መመሊሱ እናሰፍሐ ጋላክሲታት ዝያዳ እናተረሓሓቑ ክነብሩ እዮም፣ ወይ ከኣ ኣድማስ መሊሱ ተጨቢጡ ኣብ ጸቢብ ዓንኬል ክጥርነፍ እዩ። ኣድማስ ክሳብ ክንደይ ዝኣክል ከቢድን ዓርሞሸሽን ምዃኑ ዝውስኖ፣ እቲ ብድሕሪኡ ዝመጽእ ፍጻመ እዩ። ነዚ ድማ እዮም ተመራመርቲ ክግምትዎን ክፈልጥዎን ዘይከኣሉ። ኣድማስ ኣዝዩ ዓርሞሽሻዊ ብምዃኑ ከም ብሓድሽ ክጭበጥ እንተጀሚሩ፣ ምናልባት መስርሕ ምግፋሕን ምጭባጥን ተደጋጊሙ ተፈጺሙ እውን ይኸውን እዩ። ኣይመስለካን? እዚ ዝበልክዮ ርዱእ ዝኾነ መደምደምታ ይመስል። ኣብዛ ነጥቢ እዚኣ ዝቐርቡ ዘለዉ ክልሰ ሓሳባት ግን ዝተፈላለዩ እዮም። ምናልባት ናይ ኣድማስ ምስፋሕ፣ ሓንሳብን ንሓዋሩን ጥራይ እውን ይኸውን። ከምኡ እንተድኣ ዀይኑ፣ ንሓዋሩ እናሰፍሐ ስለ ዚጐዓዝ፣ እቲ ሕቶ፣ ንምዃኑ መዓስ ከዩ ጀሚሩ? ኣብ ዚብል እዩ ዚዓልብ። ኣረ፣ እዚ ዅሉ ኣካላት ኣድማስ ካበይ እዩ መጺኡ? ሓተተት ሊላይ። ንሓደ ኣብ ክርስትና ዚኣምን ሰብ፣ እዚ ዅሉ ነትጕን ሳዕቤኑን ኣብታ ፍጥረት ዝተጀመረትላ እዋን እያ። መጽሓፍ ቅዱስ ከም ዚምህረና፣ ኣባጅጎ ብርሃን ድማ ይኹን በለ እያ ትብል። ከም ትዝክርዮ እውን ኣልበርቶ ብዛዕባ መስመር ኣተሓሳስባ ሃይማኖት ክርስትና ንሶፊያ ተንቢሁላ ነይሩ። ይኹን እምበር ንመስርሕ ወይ ፍጻመ ፍጥረት ዝምልከት ካብ ክርስትያናዊ ኣረኣእያ ኣድማስ ብቐጻሊ ዝሰፍሕ ዝብል እምነት ምሓዝ ይምረጽ። ኣብ ምብራቓዊ ዓለም ታሪኽ ንባዕሉ ዑደት ምዃኑ እዮም ዝኣምኑ። እዚ ማለት ታሪኽ ንባዕሉ ይደግም እዩ ማለት እዩ። ንኣብነት፣ ኣብ ህንዲ ዓለም ንገዛእ ርእሳ ትዕጸፍን ትዝርጋሕን እያ ዝብል ሓደ ናይ ጥንቲ እምነት ኣለዎም። ስለዚ ህንዳውያን ናይ ብራህማን ለይትን ናይ ብራህማን መዓልትን ኣሎ ኢሎም ይፈልይዎ። እዚ እምነት'ዚ ሕጂ ምስቲ ኣድማስ ይጭበጥን ይዝርጋሕን እዩ ዝብል ተመሳሳልነት ኣለዎ። ክገርመኪ ናይ ሓደ ዓቢ ቆዝማዊ ልቢ ወትሩ ዝወቅዕ ስእሊ ኣብ ኣእምሮይ ኣሎኒ። ከም ዝመስለኒ እቲ ዝበልካዮ ክልተ ተኽእሎታት ክንግንዘቦ ዘጸግም እኳ እንተኾነ፣ በቲ ሓደ ሸነኽ ከኣ ኣዝዩ ዝምስጥ እዩ። ከምቲ ሶፍያ ኣብ ጀርዲኖም ኮፍ ኢላ ክትሓስብ ከላ፣ ወይ እዚ ኣድማስ እዚ ወትሩ ነባሪ እዩ ነይሩ፣ ወይ ከኣ ካብ ዘይነበረ ብሃንደበት ዱብ ዝበለ እዩ ዝበለቶ። እዚ እቲ ዝዓበየ ናይ ኣድማስ ሕንቅልሕንቅሊተይ እዩ። ኣልበርት ንሊላይ ጓሉ ብመንኩባ ሒዙ፣ ነዚ ምስጢራዊ ማዕበል ናይዚ ቀላይ ዶ? ትሰምዕዮ ኣለኺ? በላ። እወ እሰምዖ ኣለኹ። ሕሹኽታ ናይዚ ኣግራብከ? ኣቝጽልቲ ኸኣ ርኣዮም። ዘንቀጥቅጡ ዘለዉ'ዮም ዚመስሉ። ምድርና እኮ ህይወት ዘለዋ ፕላኔት'ያ። እዞም ዘብለጭልጩ ከዋኽብቲ'ውን ርኣዮም። ንሕና ድሕሪ'ቲ ዓቢ ነትጒ፣ ተረፍ ጭላፋት ቈልዑ እኮ ኢና። ሓሙኽሽቲ ናይቲ ነትጒ፣ ናይ ሬድዮ ተለስኮፓት ካብቶም ቢልዮናት ዓመተ ብርሃን ርሒቖም ዘለዉ ጋላክሲታት፣ ሓደ ምልክት ብርሃን እንተ ርእዮም፣ ድሕሪ እቲ ዓቢ ነትጒ ዝቖመ ቅርጺ ናይ ኣድማስ እዮም ዝምዝግቡ። ኵሉ እቲ ሕጂ ዝረኣ፣ ኣሰር ናይቲ ቅድሚ ሚልዮናት ዓመታት ኣብ ኣድማስ ዘጋጠመ ኵነታት እዩ። ኵሎም ከዋኽብቲ ቍጽሮም ንንበ ኢና ዝብሉ፣ ንመጻኢ ኣይኰኑን ዝንበዩ፣ ዝሓለፈ እዮም ዝንበዩ። ምኽንያቱ ኵሎም እቶም ኣብ ጤለ ነብሮ፣ ሊሐ፣ ሓኽሊ፣ ኣብ ካልኦት እኩባትን ዘለዉ ከዋኽብቲ፣ ናቶም ብርሃን ኣባና ቅድሚ ምብጽሑ፣ ቀደም ኣብ ንሓድሕዶም ፋሕ ጭንግራሕ ዝበሉ ዝተረሓሓቑ እዮም ነይሮም። ሓቀይ ድየ? እወ ጽቡቕ ኣለኺ። ወላ ቅድሚ ክልተ ሽሕ ዓመት እዞም እንርእዮም እኩባት ከዋኽብቲ ብኹለንትንኦም ዝተፈልዩ እዮም ነይሮም። ከምኡ ምዃኑ እኮ ወላ ኣይፈልጥን እየ ነይረ። ወላ ኣብ ብሩህ ሰማይ ሚልዮናት ወይ ቢልዮናት ዓመታት ታሪኽ ኣድማስ ኢና እንርኢ። ብኻልእ ኣዘራርባ ንድሕሪት ናብ ናይ መበቆል ቤትና ኢና ንምለስ ዘለና ማለት እዩ። እንታይ ማለትካ እዩ ኩሉ ኣብ ኣድማስ ዘሎ ናይ ኩሉ ኣካላት ጥርናፈ ስለ ዝኾነ ኣነን ንስኽን እውን መበገሲና ካብቲ ዓቢ ነትጒ እዩ ዝጅምር ሓደ እዋን ኣብ ፈለማ ኩሉ ነገር ኣብ ሓደ ክትግምትዮ ዘይትኽእሊ ዓርሞሻዊ ጥቕላል እዩ ተጨቢጡ ነይሩ እዚ ጥቕላል እዚ ኣዝዩ ገዚፍ ኮይኑ ሓንቲ ንእሽቶ ጭላፍ ካብኡ ቢልዮናት ቶኖላት እዩ ሚዛና እዚ ናይ ፈለማ ጥቕላል ኣቶም ብሰንኪ ኣዝዩ ገዚፍ ስሕበት ምስ ነቶገ ኩሉ ተፈናጪሉ ፋሕ ጭንግራሕ እዩ ኣትይዎ። ሕጂ ንሰማይ ጠሚትና ክንዕዘብ ከሎና ንድሕሪት ተመሊስና ንገዛእ ርስና ኣበይ ኣሎና ኢልና ሃሰስ ከም ምባል ማለት እዩ። እዛ ኣበሃህላ ከንብር ፈትየያ። ኩሎም ጋላክሲታትን ከዋኽብትን ካብ ሓደ ነገር ወይ ሳብስታንስ እዮም መጺኦም። ፍንጫላቶም ገለ ብሓደ ዝተጠርነፉ፣ ገሊኦም ኣብዚ፣ ገሊኦም ከኣ ኣብቲ ፋሕ ዝበሉ እዮም። ኣብ መንጎኦም ናይ ቢልዮናት ዓመተ ብርሃን ርሕቀት እኳ ይሃሉ እምበር፣ መበቆል ናይ ኩሎም ሓደ እዩ። ኩሎም ከዋኽብትን ፕላኔታትን ኣካል ናይ ሓደ ስድራ ቤት እዮም። ምድራዊ ነገር ወይ ሳብስታንስ ግን እንታይ እዩ? እቲ ቅድሚ ቢልዮናት ዓመታት ዝነተጐ እንታይ እዩ? ካበይ ከ መጺኡ? ንሱ'ዩ እቲ ዝዓበየ ሕቶ። እወ፣ እቲ ዝዓበየ ሕቶ። ንኹልና ኣዝዩ ኣዝዩ ዜገድሰና ዓሚቝ ሕቶ። ምኽንያቱ ንሕና ባዕላትና'ውን ኣካል ናይቲ ሳብስታንስ ስለ ዝዀንና። ንሕና ናይቲ ቕድሚ ቢልዮናት ዓመታት ዝነተጐ ባርዕ ንእሽቶ ቝልዒ ኢና። እዚኣ'ውን ትምስጥ ኣበሃህላ'ያ። ይኹን እምበር፣ ነዚ ኽነግረኪ ዝጸናሕኩ ዓበይቲ ኣሃዛት፣ ብምጭናቕ እንተዘይሓሰብናሉ ይሓይሽ። ኣብ ክንድኡ ሓንቲ ክንዲ ቱፋሕ እትኸውን እምኒ ልዒልኪ፣ እዚኣ እንታይ እያ? ካበይ እያ መጺኣ? ኢልኪ ምሕታት ኣኻሊ እዩ። ሕጂ እሞ ንሰማይ ይጠምት፣ እዞም ከዋኽብቲ ክበዝሑ? ኣብ ግዜ ሓጋይ ኣብ ጸልማት ኮም እዮም ጎሊሖም ዝረኣዩ። ናብ ሊባኖስ ዝኸድካላ መዓልቲዶ ትዝክራ? መዓልቲ ሓዳሽ ዓመት እያ ነይራ። ድሮታ ምሸት ዝነበረ ሰማይ ትዝክሮዶ? ሽዓ ምሸት ከኣ'የ ንዓ ኸጥበቅ ኣብ መጽሓፍ ፍልስፍና ክጽሕፍ ዝመደብኩ። ቅድሚ መዓልቲ፣ ፈቖዶ እንዳ መጽሓፍ ኮሊለ፣ ንዓኺ ዝኸውን መጽሓፍ ፍልስፍና ሃለው ዊለ ስለ ዝሰኣንኩ ከኣ'የ ባዕለይ ክጽሕፍ ዝወሰንኩ። ኣልበርቶን ሶፍያን ሕጂ'በይ ኣለው? ኣብ መጽሓፍ። ንገረኒ እንዶ በይ ኣለው? ሌላይ፣ ኣነን ንስኽን ብኣካል ኣሎና። ኣልበርቶን ሶፍያን ግን? ብኣካል የለውን ኣብታ ኣብ መጽሓፍ ጥራይ እዮም ዘለዉ ሓደ ነገር ግን ኣይትረስዒ ኣነን ንስኽን ሎሚ ኣለና ጽባሕ ግን መወቲ ኢና ኣልቦርቶን ሶፊያን ግን እዛ መጽሓፍ ክሳብ ዘላ ወትሮ ህልዋት እዮም ኣነ ደኣ መሓዛ ረኺብካለይ ኢለ ተሓጒሰ እንዴ ነይረ ሕጂ እውን እዛ መጽሓፍ ካባኽ እንተዘይፈሊኽያ መሓዛኽ እያ ብዙሕ እየ ዝመስግነካ ባባ ብዙሕ የቐኔለይ ኣነ ጓልካ ድማ ፈላስፋ ዋላ ተዘይኮንኩ ካብ ሕጂ ጀሚረ ብፍልስፍናዊ ኣተሓስባ ክጓዓዝ መብጽዓ ኣትበልካ ንርኢ ተፈጸመ ፍትዋ ተኻተልቲ ካብ ጅማረ ክሳብ ፍጻመ ብስምዒትን ብተመስጦን ስለ ዝተኻተልኩም ኣዝየ ኣዝየ ከመስግነኩም ደሊ ንኹልኹም ወሃብቲ ርእይቶ ሃናጺ ሓሳባት እንተቕርቡለይ ብቐጻሊ ኣዝየ ከመስግነኩም ደሊ ንቐፃሊ ክገብሮን ክውስኾን ዘለኒ ትብልዎ ርእይቶታት ድማ ኣብ ኮመንት ፅሑፉለይ ደስ እብለኒ። ብዝተረፈ ኣብ ህይወትኩም ሰላምን ቅሳነትን ሓጎስ ዘለዎ ህይወት ትምነየልኩም። ሰሰናዩ ንዓኹም።